ሰላም ክቡራት ተኸታተልትና ከመይ ፀኒሕኩም ንሎሚ ድማ ኣዝያ ኣገዳሲት ዝኾነት ቃል ክንፈልጣ ዘለና ይሒዘልኩም መፅእ እታ ቃል እቲኣ ፓወር ሳይክል እያ ትበሃል ፓወር ሳይክል እንታይ ማለት እዩ ሎም መዓልቲ ክንመሃራ ኢና ሕራይ እምበኣር ሃው ቱ ፓወር ሳይክል ዲቫይስ ዝብለና ኣሎ ኣብ ገዛኹም ምናልባት ኮምፒውተር ትህልወኩም ትኸውን ከምኡውን ኢንተርነት ትጥቀሙ ትኾኑ ኢንተርነት ክትጥቀሙ ከለኹም ከዓ ዝተፈላለዩ ዓይነት መሳርሒታት ከዓ ይህልዋኹም ንኣብነት ሞደም ክትህልወኩም እያ ዋየርለስ ራውተር ክትህልወኩም ትኽእል ከምኡ እውን ፕሪንት ፕሪንተር እውን ትህልወኩም ትኸውን ኣብ ገለ ኣጋጣሚታት ምናልባት ዝኾነ ክደልዩ ከለኹም ካብዘን ዲቫይስ ሃንደበት ምስራሕ ከኣብያኹም ይኽእላ እየን ማለት እዩ ሕጂ ምስራሕ ከኣብያኹም ስለ ዝኽእላ ስለምንታይ ምስራሕ ከም ዝኣብያ ከዓኒ ምናልባት ከይትፈልጥዎ ስለ ትኽእሉ ኣብ ከምዚ ዓይነት ኣጋጣሚ እዚ ፓወር ሳይክል የገድሰና ማለት እዩ ራይት እዚ ፓወር ሳይክል ኢልና ንፅውዖ ዘለና እንታይ እዩ ብቀሊሉ ነታ ዲቫይስ ሪሰት ክትገብራ ማለት እዩ ሪሰት ክትገብራ ክንብል ከለና ግን ኩሉ እቲ ናታ ኮንፊግሬሽን ምድምሳስ ወይ ገለ ይኮና ንዛረብ ዘለና እታ ቀላል ፓወር ሳይክል ክንዛረበላ ዘለና ኣጥፊኢኻ ምውላዕ ማለት እዩ ካልእ ዋላ ሓንቲ ሓድሽ ምስጢር የብላን ማለት እዩ ሕጂ እታ ንብረትኩም ምስራሕ ምስ ኣበየትኩም ኩሉ ግዜ እንታይ ክትገብሩ ኣለኩም ንኣብነት ኢንተርነት ክትጥቀሙ ኢልኩም ኮፍ ምስ በልኩም ኢንተርነት ይኣቢ ማለት እዩ ወይ ፕሪንት ክትገብሩ ኢልኩም ፕሪንት ምስ ኣዘዝኩም ፕሪንት ይኣቢ ማለት እዩ ተረዲኩም ኣሎ ሕጂ ኣብ ከምዚ ኣጋጣሚ ፓወር ሳይክል ንገብሮ እቲ ምስራሕ ኣብና ዘሎ ንብረት ማለት እዩ ስለዚ እንታይ ኢና ንገብር ነታ ንብረት ነጥፋ እሞ ጸኒሕና ከኣ ንውልዓ ማለት እዩ እዚ ሕጂ ንምንታይ ዝሕግዘና ነታ ንብረት እንታይ ሪሰት እዩ ዝገብራ ማለት እዩ ሓደ ሓደ ግዜ ተን ሞደም ንጥቀመለ እንታይ ክኾና ይኽእላ እየን መሲልኩም ስታክ ይገብራ እሞኒ ኢንተርነት ክትጥቀም ምስ ደለኻ ሸ ኢንተርነት ይኣብካ ምክንያቱ እታ ሞደም ብብዝሒ ምስራሕ ወይ ድማ ብብዝሒ ትራፊክ ምሕላፍ ስታክ ትኸውን ትነቅፅ ማለት እዩ ዝኾነ ኢንተርነት ክትጥቀም ምስ ደለኻ ይኣብካ ማለት እዩ ስለዚ ነታ ሞደም ኣጥፊእኻ ብምውላዕ እንታይ ይኸውን ጸኒሕኻ ምስ ፈተንካዮ ኸኣ ክሰርሕ ይጅምር ማለት እዩ እንጂ ሓደ ሓደ ግዜ ንብረት ከምዚ ዓይነት ፀገማት ክጓንፎ ይኽእል እዩ ስለዚ ፓወር ሳይክል ኢና ንፅውዖ ዘለና እንታይ እንተን ክንገብረን ዘለና ፓወር ሳይክል ክንገብራ እንድሕዳ ደሊና ሓንቲ ዲቫይስ ወይ ድማ ሓንቲ ንብረሲ እንታይ ኢና ክንገብር ዘለና ራይ መጀመርታ ከነጥፋ እዩ ዘለና ማለት እዩ ጅሬዋ እዚ ሰብ እዚ ኢንተርነት ኣብይዎ ኣሎ ነታ ዋይርለስ ራውተር ናቱ እንታይ ገይሩ ኣሎ የጥፍኣ ኣሎ ማለት እዩ ወይ ድማ ካብ ሶኬት ተውፅኣ ማለት እዩ ተረዲኩም ኣሎ መጥፍእን መውልዕን ድሕር ኣለዋ ተጥፍኣ ትኽእል ኢኻ እንተዘይኮይኑ ድማ ካብቲ ሶኬት ከዓኒ ከየጥፋእኻ ማለት እዩ ተውፅኦ ነቲ ሶኬት ነቲ ናታ ፍላግ ተውፅኦ ማለት እዩ ሽዑ ን30 ሰከንድስ ትፅበ ከይወላዕካያ ን30 ሰከንድስ ወይ 40 ሰከንድስ ትፅበ ማለት እዩ ብድሕሪ እንታይ ትገብር ትውልዓ ወይ ድማ ነቲ ናታ ሶኬት ተእትዎ ማለት እዩ ሕጂ እዛ ፕሮሰስ እዚኣ እንታይ ተባሂላ ትፅዋዕ ፓወር ሳይክል ተባሂላ ትፅዋዕ ሕጂ ነታ ንብረት እቲኣ ፓወር ሳይክል ጌርካ ኣለካ ማለት እዩ ሕጂ ከምዚ ምስ ገበርካያ ብዕድል ክሰርሓልካ ይጅምር እዩ መብዛሕትኡ ግዜ ክሰርሓልና እዩ ዝጅምር ዝኾነ ንብረት ማለት እዩ ኣብ ከምዚ ግን ንኣብነት ናይ ኢንተርነት ሞደም ወይ ራውተር ኣብ ንጥቀመሉ እዋን ቁሩብ ክንፅበ ክንክእል ኣለና ቁሩብ ግዜ ክንቦ ክንክእል ኣለና ክሳብ ሎድ ዝገብር ይዱንጊ እዩ ዝኾነ ራውተር ውልዕ ምስ ኣበልካያሲ ዝተወሰነ ደቃይቕ ፀኒሑ እዩ ስርሑ ዝጅምር ማለት እዩ ስለዚ ፓወር ሳይክል ምስ ገበርኩሞ ኢሚድየትሊ ኢንተርነት ክጥቀሙ ገለልኩም ኣይትፈቱን ሓንሳእ ተፀበዩ ሓደ ደቂቕ ኣቢልኩም ወይ ክልተ ደቓቕ ተጸበይዎ እሞ ብድሕሪኡ ፈትንዎ ክሰርሓልኩም እዩ ማለት እዩ ሕጂ እዛ ንሪኣ ዘለና ዋየርለስ ራውተር እያ ማለት እዩ ከም ዝትሪእዎ ዘለኹም መጥፍእን መወልዕን ኣለዋ ከምኡውን ፓወር ኣዳፕተር ኣለዋ ንዕኡ ብምጥፋእ ወይ ድማ ነቲ ፓወር ኣዳፕተር ኣብ ብምውፃእ ን30 ሰከንድ ዝትፅበይዋ እሞ ድሓር ደጊምኩም ከዓኒ እተእትውዋ ብድሕሪኡ ግን ከባቢ ሓደ ደቂቅ ወይ ክልተ ደቂቅ ክትጽበይዋ ክትክእሉ ኣለኩም ክሳዕ እቲ ብምሉ ናታ ኮንፊገረሽን ሎድ ጌራ ስርሓ ትጅምር ክትዕገሱ ክትክእሉ ኣለኩም ፓወር ሳይክል ምስ ገበርኩማስ ተቀዳዲምኩም ኢንተርነት ክትጥቀሙ ወይ ገለ ኣይትፈትኑ ብድሕሪኡ ከዓ ኣቢኒ ገለ ከይትብሉ ማለት እዩ ሓደ ነገር ኣብ ግምት ወይ ድማ ሓደ ነገር ክንፈልጦ ዘለና ከዓኒ ኢንተርነት ክንጥቀም ከለና ዋየርለስ ንኣብነት ምስ ዝህልወና ሞደም ኣላትና ዋየርለስ ራውተር ኣላትና ኮምፒውተርና ከዓ ኣብ ዓባያ ማለት እዩ እጅ ፀገም ኣብ ኮምፒውተርና ዘይኮነ ዘሎ ኮምፒውተርና ፅቡቅ ትሰርሕ ኣላ ወይ ኣብታ ራውተር ክኸውን ይኽእል ወይ ድማ ኣብታ ሞደም ክኸውን ይኽእል እጅ ፓወር ሳይክል ክገብሩ ከለኹም ዝበለፀ እንታይ መሲልኩም ንክልቲኤን ፓወር ሳይክል ተገበርኩምን ዝሓሸ እዩ ኣክንዲ ነታ ዋየርለስ ራውተር ጥራይ ጌርኩማ ፓወር ሳይክል ሲ ክሰርሓልና ኢልኩም እንድሕዳ ተጸቢኹም ምናልባት ጸገም ኣበይ ክኸውን ይኽእል እዩ ኣብታ ሞደም ክኸውን ይኽእል እዩ ሕጂ እንታይ ክትገብሩ ክትክእሉ ኣለኩም ንክልቲኤን ፓወር ሳይክል ትገብርወን ማለት እዩ ፓወር ሳይክል ንኩሉ ፀገማትና ይፈትሓልና ማለት ኣይኮነን ግን መብዛሕትኡ ግዜ ካብ መጀመርታ ክንገብራ ዘለና ኩሉ ግዜ ሓደ ንብረት ምዕዳ ምስራሕ ዓብና ፓወር ሳይክል ክንገብራ ክንክእል ኣለና ዋላ ኮምፒተርኩም ማለት እዩ ዋላ ኮምፒተርኩም ዝኾነ ዓይነት ፍልይ ዝበለ ለውጢ ወይ ባህሪ ምዕዳ ክተርእየኩም ጀሚራ መጀመርታ ኣጥፊኹም ወልዕዋ ቅድሚ ዝኾነ ናብ ቴክኒሻን ምኻድኩም ድዩ ወይ ካልእ ፀገም እዩ ገለ ኢልኩም ቅድሚ ምምርማርኩም ፓወር ሳይክል ትገብሩዋ ማለት እዩ ዋላ ኢንተርነት ድሕሪ ኣብኩም ፓወር ሳይክል ትገብሩዎም ኩለን ንብረት እዚ ኩሉ ጌርኩም እንድሕር ደኣ ምስራሕ ዓብዩ ካልእ ፀገም ኣሎ ማለት እዩ ስለዚ ካልእ ዓይነት ትራብል ሹቲንግ እትደልዩ ወይ ድማ ናብ ካልእ ቴክኒሽያን ብምኻድ ከዓኒ ነቲ ፀገም ክትፈትሕዎ ክትፍትኑ ክትክእሉ ኣለኩም ሕራይ እምበኣር ናይ ሎሚ ትምህርትና ኣዝያ ኣገዳሲት ዝኾነት ክንፈልጣ ዘለና ቃል ኢና ተማሂርና ፓወር ሳይክል እንታይ ምዃኑ ዝብል ኢና ተማሂርና ከምኡውን ዝተፈላለዩ ንብረትና ምስራሕ ምዛቤና ከመይ ጌርና ፓወር ሳይክል ክንገብሮ ከም ዘለና ከዓ ርኢና ኣለና ማለት እዩ ካብዛ ቪድዮ ኣገዳሲ ሓበሬታ ረኺብና ኢልኩም እንተሓሲብኩም ላይክ ብምግባር ኣይትቀቑ ከምኡ ሼር ግበርዎ ካልኦት መታን ክጥቀሙ ብቐጻሊ ነንዘርግሖም ቪድዮታት ንምክታል ድማ ሳብስክራይብ ግበሩ ስለ ዝተኸታተልኩምና ዜናና ነመስግን ዝቕፅል ትምህርትና ዘይንጥቀመሎም ፕሮግራማት ብኸመይ ደው ነብሎም ዝብል ክኸውን እዩ ኣብ ቀጻሊ የራኽበና